ደኣለ እሞ ሰለስተ ኣወዳት እሞ ምስ ካራ ሓደ ወዲ ከወዲ ከ ዘያእክሎ እቲ ዝልእኽሲ ብሽተት ርግጠኛ እዩ ብገንዘብ ከም ተላእኹ ኣነ ንሃኒ ሃኒ ኣብ ስዑድ ዓረብ ዝነብር ውፃእ ረሳሕ ወዲ ከልቢ ኢለ ብሎክ እስሓኮ ስጋብ ዛ ሕጂ ዘለኹዋ ሰዓት ሃኒ ምሳይ ብሎክ እዩ ሞኒካ ካልኣይቲ ተኸሳሲት ሞኒካ ሞኒካ ንዓይ ኢላ ኣብ ቅድሚ ዓለም ንሓውኻ ኣቃሊ ኣብ ቅድሚ ህዝቢ እንኩም ኢላ ንህዝቢ ዘረከበቶ ካልኣይቲ ሞኒካ እያ። ሳልሳይ። ሎሚ ናይቲ ጨካን ኣረሜን ኪዳነ ዝተባህለ ስግረዶብ ኣሳጋጋርን ብኢዱ ዝተባሳጨዉ ስደተኛታትን፣ ሕዋሐት ወይ ሞት ዘላኣለማዊ ክብርን ሞገስን ንሰማኣታትና። ሰላም ሰላም ሰላም ፋሚሊ እንኳዕ ሎ ና ሳሚ ሪኣክት ዩቱብ ቻናል ብሰላም መጻእኩም ኣነ ሳሚ ናይኩም እየ ተመሊሰ መጸ እኔኩ ብትኩሳቲ ሓደሽቲ ልኮኑ ቪደታት ማለት እዩ ግን መጀመርታ

ምንም ምንም ንዓኹም ሒዝኻ ምንም ለይብጻሕ ነገር የለይ so ኹሉኹም ሽሕ እኳ ከዘይ ተእትዩኒ ችግር የውሊ ግን ሸውዓተ ሚእቲ እስቲ ንእተያ እዚኣ ሽዱሽተ ሚእቲ ሓሊፍና ኔና ግን ሸውዓተ ሚእቲ ኒኣታ ኔና ኹሉኹም like ጌርኹም ጀምርዎ ምእንታን ላብ ኹሉ ክባጻሕ ማለት እዩ ዳይ ላብ ቪድዮና ንእተእ። እሺ ቤተሰብ በቲ ፈላማይ ቪድዮና ንቐጽል። እዚኦም ነቶም ተዋሰእቲ ንብሙልእካ ተዋሳኣይ ፊልም ትሰርሕ ዲካ ኣቶ whatever ስማዕ ድያ እዚ ኣፍቃሪተይ ገዲፋትኒ ዝዓይነቱ ኣፍቃሪትካ ተገዲፋትካ ትሓዝነሉ ዝዓይነቱ ፊልሚ እዚ ናብ እንዳባር ትኸደሉ ጥርሙዛት ትሰትየሉ እንዳተራጋሕካ ትኸደሉ ገለመልታት ይኣክል ይኣክለና እያ ንዓና ልብና የሕሪርኩምስ ንምዕባይና የሕሪርኩምስ ሕጂ ከኣ ነዘም ንኣሽቱ ወለዶ ከተሕርርዎም ያ እንድሕር ተጠሊምካ ወላ ኣብቲ ፊልሚ ጉየ ከመይ ጌሩ ሰብኣይ ከም ዝኸውን ንወዲ ስርሓዮ ያ ፍቕሪ እንድሕር ጠሊምዎ ኣብቲ ፊልምኹም ከመይ ጌሩ ተሲኡ ንዓኣ ከም ዘቕንኣ ክገብር ኣለዎ ኢልኩም ምሃርዎ ኣብዚ ጥርሙዛት ኣይትስተዩ ደቂ ጥርሙዝ ሰላምና ሃቡና ኖ ሰንስ

እቲኦም ትጽሕፉ ስነ ስርዓት ግበሩ እቲኦም ፊልም ትጽሕፉ ዲኹም ዋሬቨር ስደዱሎም ንብሙሉኦም ኣርቲስት ስደደሎም እዚኣ ብፍላይ ነቶም ጸሓፍቲ ነቲኦም ክትሓዝኑ ደስ ዝብለኩም ምስ ተጠለምኩም ነቲኦም ምብካይ ደስ ዝብለኩም ኣብ ናይ ውልቅኻ ህይወት ብኻ ኣይግድሰናን ኣብዚ ግን ዝበኽዩ ሰባት ኣይተምፀልና ኮይሶም ዶ ኣደስ ኣብ እዲኦም እዮም ንቐጽል ፋሚሊ
ባዕልኻ ተምፅኦ መዘዝ ከቢድ እዩ ኣነ ሕጂ ባዕለይ ስለ ዘምፀኽዎ ኣብዚ ላይፍ ዓጀውጀው ክብል ሃተፍተፍ ክብል ፀደፍደፍ ክብል ዘምፃኽዎ ፍቅሪ እንዳረኣኽዎ ከም ማይ ይህፍፍኩሞ ባዕለይ ስለ ዝኣተኽዎ ተታኺለ ባዕለይ ከዓ ከም ደም ስኒ ንውሽጢ ውሒጠ ሽግረይ ከም ደምስሚየ ዝብለኩም ዘለኹ ኣቢለ ጎርደዕ ኣቢለ ነቲ ፍቕሪ ከኣ ኣብ ባር ረሲዐዮ ድየ ምሊሰዮ ድየስ እኳ ብዘይርደኣኒ ባዕለይ ጸጥ ኢለ ንኹሉ ነገር ወጺኤ ሰብኣየ ክወጾ ጥራይ ከኣ ዘለኒ ካልእ ዋላ ሓንቲ ኣማራጺ የብለይን ስለዚ ብኣይ ኣይትጨነቑ ኣይትሕሰቡ ምስ ኩስተጀምር ምስ ኩስተጀምር ከኣ ኣይትበሉኒ ኣይገድሰኩምን እዩ መምስ ደስ ዝበለና ንጀምር እንዳ ኣነ ግን ኣይጀምርን እየ ተጀመርኩ እውን ኣይድራግ ኣይዛረብን እየ ሶሪ ኣይዛረብን ኣይዛረብን ይሕመኒ እዩ በቃ ብዛዕባ ፍቅሪ ክዛረብ ከለኩ ይፅላእን ኣሎ ከምዚ ሽብሽብ ብለና ከምዚ ሕማም ዓሶ ምሻ ኣለዎ ቅርጥማት ይገብረልካ ከምኡ ገብረለ ከምኡ ገብረለ ብሩኻት ዘርኢ ዲጀን ማን በቃ ዲጀይ ማን ከምኡ በለና ዲጀይ ዴብ ኣርቲስት ዴብ ኮሜዲያን ዴቭ ዩቱበር ዴቭ እዚ ኣብ ከምዚስ በጺሑ ርኢናዮ ኔርና ኣታ እዚ ቆልዓ እዚ ምሳና እኮ እዩ ኔሩ ትማሊ ምሳና ኣብ ሓደ ባር ይጨርር ኔሩ ኣብ ሓደ ጉዳይ ኔሩ ኣብ ጥምቀት ኣብ መርዓ ኣብ ተስካር ኔሩ እልኩም እዚ ኣነ እዚ ኣብዚ ኣሎ እንዳበልኩም ንሲ ኣብ ሰማይ ክስቀል ዘሎ
እዋይ ተወዳእና ኣነ ጓል ትኩንዶ ኣትበስ ቤት ዘይ ኣይሰርሕን ዘሎ ሚት መስመር ዘየለ
ሎሚ ናይቲ ጨካን ኣረሜን ኪዳነ ዝተባህለ ስግረዶብ ኣሳጋጋርን ብኢዱ ዝተባሳጨዉ ስደተኛታትን ብዛንታ መልክዕ ሒዝናልኩም ቀሪብና ኣለና ክሳብ መወዳእታ ምሳና ክትጸንሑን ላይክን ሳብስክራይብን ክትገብሩን እንዳዓደምና ድማ ዛንታና ንጅምር። ዳኒኤል ያልከ ኣብ ኣዲስ ኣበባ ዝርከብ ጨርቆስ ዝተባህለ ከባቢ ብድኽነት ዝዓበየ ኮይኑ፣ ህይወቱን ህይወት ስድርኡን ንምዕራይ ግን ናይ ወትሩ ሕልሙ እዩ ነይሩ። ዳኒኤል ናይ ኤሌክትሪሽን ስልጠና ወሲዱ እኳ እንተነበረ ብዙሕ ስራሕ ግን ኣይነበረን። እዚ ከምዚ ኢሉ እንከሎ፣ ብስግረዶብ ናብ ኤውሮጳ ዝኸዱ ናይ ቀደም ኣዕርኽቱ ሕጂ ካብ ጥልያን፣ ፈረንሳ፣ እንግሊዝ ደዊሎም ብዛዕባ ህይወቶም ኣብ ዘዕለሉሉ ዳኒኤል ካብ ምሕሳብ ዓዲ ወዓለ። ኣነኸ ክኸይድዶ? ኢሉ ይሓስብ ነበረ። ዳኒኤል ኣብ ሓጋይ ክልተ ሽሕን ዓሰርተ ሸውዓተን ምስ እስራኤል ዝተባህለ ቀንዲ ዓርኩ ብሓባር ስግረዶብ ክፍትኑ ወሰኑ። ናብ ሓደ ቢንያም ዝተባህለ ደላላይ ድማ ደወሉ። ቢንያም ናብ ኤውሮጳ ዝወስድ ሓጺር መገዲ ከም ዘሎ ቃል ኣተወሎም። እቲ መገዲ ሰሃራ ሰጊርካ፣ ሊብያ ሓሊፍካ፣ ኣብ መወዳእታ ድማ ብጃልባ ናብ ጥልያን እዩ ነይሩ። ዳንኤልን እስራኤልን ሓደ መዓልቲ ቅድሚ ምብጋሶም ንስድራቤቶም ነገሩ። ወለዲ ዳንኤል ብውሳነ ወዶም ሕጉሳት ኣይነበሩን። ኣብ መገዲ ሙማት፣ ምጥፋእ፣ ከም ዘሎ ከረድእዎ ድማ ብዙሕ ፈተኑ። ዳንኤል ብዘረባ ወለዱ ዋላኳ እንተ ተጠራጠረ፣ እስራኤል ጊን ኤውሮጳ ኣትዮም ህይወቶምን ህይወት ስድርኦምን ከም ዝቕይሩ ይእመኖ። ሽዑ ምሸት ድማ ኮፍ ኢሎም ብዛዕባ እቲ ዝጽበዮም ዝነበረ መገዲ ከዕልሉ ሓደሩ። ድሕሪ ቁሩብ ሰዓታት፣ ጸሓይ ከይበረቐት፣ ሒደት ክዳውንትን ገለ ጥረ ገንዘብን ተሌፎንን ሒዞም ተበገሱ። ሰማንያ ዶላር ከፊሎም ድማ ብኣውቶቡስ ድሕሪ ኣርባዕተ መዓልታት ኣብ ካርቱም፣ ሱዳን፣ ኣብታ ቢንያም እቲ ደላላይ ዘዳለወሎም ገዛ በጽሑ። እንተኾነ ግን እታ ገዛ ብኣዝዮም ነዋሕቲ ጸዋጋት ኣጽዋር ዝሓዙ ሰባት ትሕሎ ነበረት። እቶም ዋርድያ ንቢንያም ስለ ዘይፈለጥዎ፣ ንዳንኤልን እስራኤልን ናብቲ ገዛ ምእታው ከልከልዎም። ዳንኤልን እስራኤልን ድማ ብፍርሒ ተዋሒጦም ቢንያም ክሳብ ዝመጽእ ኣብ ደገ ንሰዓታት ተጸበዩ። ኣብ መወዳእታ ቢንያም መጸ፣ በይኑ ግን ኣይነበረን። ካብታ ገምጃዕ ሞኒካ ጀሚሩ ኩላቶም ኣብዚ መወዳእታ ክዛረብ ከለኹ ንርተይ ጸሪፈዮ።

ማዓልቲ ማዓልቲ እያ ግን ሃብቶም ኩላትና ንፈልጦ ኢና ነርና ማለት እዩ ጉዳይ ናይ ሃብቶም ሩታ ሩታ ኣነ ሩታ ካብቶም ቀንዲ ከማይ ዝፀረፋ ከማይ ዘዋረዳ ሩታ ኣይነበረን ማለት ስጋብ ሕጂ ውን ሰላም ናይ እዝጋብሄር ምስ ሩታ የብለይን ንሳ ውን ጽቡቅ ጌራ ትፈልጥ እያ ማለት እዩ ሓው ሃብቶም ግን ኣብዚኣ ሕጂ እዚኣ ወጺኡ ንሕና ሃብቶም ወጺና ንዓ ግደፍ እዝጋብሄር ፍራሕ ክንብሎ ከለና ሃብቶም ኣነ ስድራ ዘለዎ ኣይመስለንን እዩ ነይሩ ሃብቶም ስድርኡ ምስ ሞቱ እዮም መጺኦሞ እዚ ኩሉ ኣብ ኔርወይ ዘቕመጡ ኣሕዋቱ ኣብ ስዊዘርላንድ ዘቕመጡ ኣሕዋቱ ሓውኦም ኣብታ ሰዓት እቲኣ ሕማቕ ክሪእዎ ከለዉ ዋይ ከይዶም

ሃኒ ኣብ ስዑዲ ዓረብ ዝነብር ውጻእ ረሳሕ ወዲ ከልቢ ኢለ ብሎክ ምስ ሃብክዎ ስጋብ እዛ ሕጂ ዘለኽዋ ሰዓት ሃኒ ምሳይ ብሎክ እዩ። ሞኒካ ካልእይቲ ተኸሳሲት ሞኒካ ሞኒካ ንዓ ኢላ ኣብ ቅድሚ ዓለም ንሓውኻ ኣቃሊዓ ኣብ ቅድሚ ህዝቢ እንኩም ኢላ ንህዝቢ ዘረከበቶ ካልእይቲ ሞኒካ እያ። ሳልሳይ ጎጆን ላቕዋን እዮም። ጎጆን ላቕዋን ቀዳመይቲ ከኣ ኣርማና ማለት እዩ እዚኦም ሰባት እዚኦም በትረይ ሀቡኒ ዘሕመቐለኒ ዋይ በቲ ትኽክለኛ መንገዲ ዋይ ነቲኦም ንሕና ንሕና ብዛዕባ ሃብቶም ንጻላእ እቶም ጠንቂ ገበርቲ ናይ እዚ ጉዳይ እዚ ኢልና ስጋብ እዛ ሕጂ ሰላም ናይ እግዚኣብሄር ዘይብልና ሓዉ ከኣ ተገቲሩ ብተለቪዝን ሃብቶም ካብ ነፍሱ ይኽይድ እምበር ካብ ሓዉ ኣይከደን ምዉት ካብ ነብሱ እዩ ተገሊሉ ንነብሱ እዩ ተባሒቱ ስለዚ ኣብ ተለቪዞን ተገቲሩ ሩታ ጥራሕ ክብል ከሎ ኣነ ሩታ ዝድነቅ ነገር የብላን ድኽምቲ ፍጥረት እያ ከማን ሂወት ከማን የብላን ግን እቶም ካልኦት ገበነኛታት ዋይ ዝተርፉ ንምንታይ ይተርፉ ኣነ ኣብ ምንትምንታይ ይጽላእ ንሕና ኣብ ምንትምንታይ ንጽላእ ንሕናስ ተጸላእቲ ኮይናስ ንስኻስ ንዓ ኢልካ እንኪ ኢልካ ጀባእ ትብላ እቶም ካልኦት ድኣ ኣበይ ኣለዉ ቀዳመይቲ ምስ ሓፍትኻ ምስ ሓውኻ ተኻሲሳ ኣብ ማሕበራዊ ሜድያ ዝመጸት ኣርማንያ ኣበይ ኣላ ሃኒ ኣበይ ኣሎ ኣስመራ ሽኮር ዝብል ኣበይ ኣሎ ሞኒካ ቤላ ጎጆን ናቕዋን ኣበይ ኣለው ለገሰ ኢሎም ዝጸርፍዎ ዝነበሩ። ጌታቸው የለን ወርቅ አይጠቅማን የለ ሰፈር ወርቅ ቤተ ጌታቸው ጌታቸው የለን ናናፍቆት እያ እዚኣ እስቲ ንቀፅል ቀፅሊ።
ሎሚ እኮ ኣብ ኤርትራ ስደት ባህሊ እኮ እዩ። ሎሚ እኮ ኣብ ኤርትራ ዘይምስዳድ ነውሪ እዩ። ዘይተሰደደት ስድራ ከም ሕማቕ እያ ትሕሰብ። ክንደይ ግዜ ነጊረኩም ከተስተውዕል ኣለካ። ስለምንታይ ስደት ባህልና ኮይኑ ኣብ ዓለም ከም ኤርትራዊ ገይሩ ንኸይጥረ ዝፈርሕ ዜጋ ርኢኹም ትፈልጡ? መቸም ካብዛ ኤሮጳ ክንመልሰኩም ኢና እንተዝብሉ ሎማዓንቲ ክንደይ ካባና ገመድ ሰቂልና ምሓደርና ስለምንታይ እ ክትሓትት ኣለካ ከተስተውዕል ኣለካ መን እዩ እዚ መርመር ዝዳልዎ ኢሳያስ ንመን ሽሙ እዩ ዝኸሶ ንኣሜሪካ ኤሮጳውያን ኣዳልዮሞ ብል የስ ሕወሓት ኢድ ኣለዎ ኤቭሪባዲ ኖውስ ዳት ካፍታ መሰረታ ካፍታ ሃገር ግን መን እዩ ኣውጺና ዲዚ እዚኣ እያ እታ ኩዌሽን እታ ሕቶ ከመይ ኢልና ወጺና ከመይ ጌራ ኣነ ዶብ ክሰግር ክኢለ ከመይ ከመይ ጌርካ ስኻ ዶብ ሰጊርካ ሕራይ እስኪ ደሓን ክልተ ሰለስተ ስገሩ ኣብ ዓመት ሲ ኣብ ሰሜን ኮርያ ሕዝ እዛ ዘረባ ሕዛ ሰሜን ኮርያ ዲክታተር እዩ መራሒኦም ነቶም ህዝቢ ግን ክስደዱ ስለ ዘይደሊ ኣብ ዓመት 6500 ሰባት ዶብ ይሰውሩ እዚኦም እቶም ዕድለኛታት ዝተባህሉ እዮም እቲ ዓዲ ቀውጢ ማንም ሰብ ካብቲ ዓዲ ይወፅእ ተኣለ እሞ ሰለስተ ወዳት እሞ ምስ ካራ ሓደ ወዲ ከወዲኸ ዘይኣኽሎ እቲ ዝልእኽሲ ብሽትም ትርግጠኛ እዩ ብገንዘብ ከም ተላእኹ እምበር ሓደ ሰብ እንደ ስቕ ኢሉ ዘው ኢሎም ሰለስተ መፅም ንዓይ ከፈራርሑ ንላለ ሓስብን እየ ተረዲኻን ኣለኻ እናስ በቃ ተላኢኹም ገንዘብ ተላኢኹዎም ገለ መልታት ገለገለ በቃ ዜምስ በቃ ልኡኻ ፍልጣት እዮም በቃ ልኡኻት እዮም ቅድሚ ሕጂ ድማ ቅድሚ ሰለስተ መዓልቲ ኣብዚ ቲክቶክ ዝኾነ ሰብ ፅሒፍለይ ነይሩ ኣይተገደስኩሉ ዝኾነ ሰብ ዝኾነ ግራሲ ክፍክረልኪ ሰሚዐዮ እና ተጠንቀቂ ኢኺ ገለገለ ይብል ሰብ ክላ እዚ ድማ ሓሳዊ እዩ ገለገለ ኢለስ ንዒቆ እዩ እንታይ ዝበሃል ዝነዓቅካዮ ሴጥነት ስዲ ዝበሃል ሓቂ ኮይኑ ፀኒሑ ግን ለካ ንሱ ሓቂ እዩ እና ፌክ ኣካውንት እያ እታ ተፃሓፈትኒ ክፈልጦ ስለ ዘይደለኹ ድዩ ትወዲ ወይ ከመይ ፅሑፍለ ይደሎ እና እሞኻት ዝገረመኒ እኮ እንታይ ድስ ንዓይ ኣነ እንደ በቃ መጀመርታ ፕራንክ ይመስልኒ በቃ ፕራንክ ድም ትገብሩን ዘለኹም ስሒቐ እየ መጀመርታ ፕራንክ ድም ትገብሩን ዘለኹም ገለገለ ኢለዮም በቃ ምስ ሰሓቕኩ ገለስ ናይ ምንታይ ድኽኒ ዕቐት እዩ ኢሉ ተሓሪሾ ፀፊ ገዲፉኒ ብጣዕሚ ሰንቢደ በቃ ከምዚ ምስ ጸፍዐንስ በቃ ሚት ፐርሰንት ኮይነ ፕራንክ ከም ዘይኮነ ማለት ሽዑ ከዚ ነገር ሓቂ ይሃለ ማለት እዩ ካብኡ ኢለ በቃ ንዓይ ደላይ ከም ጎርኒ ኢለ ንዓይ ወላ በዚ ካራ ሒዝካ ዘለካ በታትኸን ኢለ ጓለይ ግን ከይትንክፈለ ኢለ በቃ ንዓይ ድላይካ ግበረኒ ኢለ በቃ ብዙሕ ተዛሪቦ ወላ ተፃወተለይ ወላ ቅተለኒ ድላይካ ግበረኒ ጓለይ ግን በጃኻ በቃ ብርኩሒ ገለኒ ሓደ ወላ ከይትንክፈለ ኢለ ካብኡ ተሓደ ሽዑ ከምዚ ብዓይኑ ዶ ገለ ተዘራሪቦም ገለ ከምዚ ጸሊም መነጸር ኣለካ ምሽ ከም መነጸር እዚ ማስክ ገይሮም ቆቢዕ ገለ ገለ ግድ እቲ ቆቢዕ ዘለዎ ማስ ዘለዎ ቆቢዕ እንደሎ ጸሊም
ያው በቃ ብጣዕሚ ገሪምኒ በቃ እንደ ሳፕራይዝ ነገር ከም ዘለካ ምሽ በቃ ዘይትጽበ ስብ ውሽጥካ ስባሕ ሓደ ሓደ ካስ ሕምስ ይብል ሕምስ ኢሉ በቃ ውሽጠ ከምዚ ከለ ድዩ እምኻ ጀርመን ጀርመንስ ዓለም መን ዝፈልጣ እያ ምን ያክል ከባድ ሃገር ምዃና ጀርመን እሞ ይኮነን ዶ ንጓል ሰይቲ እሞ ካና ዶ ንወዲ ተባዕታይ ከማኔስ ብሳክት ክትደፍሮ ዘይትኽእል ሃገር ኢና ዘለና ጀርመን
እንታይ ኮይና ከይብሉ ህዝቢ ትግራይ እንታይ ተፅርፊ

ኣብ ረብሓ ሕዝቢ ትግራይ ክንጠቅም ኢና ዝብል ሓይሊ እንተልዩ ንሕና ኣይንፀልእን። ጀኖሳይድ ስለዝፈፀምካልናስ ገፅካ ካይንርእየካ ኢና ንብል። ጀኖሳይድ ዝጠየቐልና ብመጠይኡ ይጠየቕ፣ ብመሕተትኡ ይሕተት። ዝጠቕመና ነገር ተምፅኡ ከዓ ሓቢረ ምሳኹም ክሰርሕ እየ ኣብ ረብሓ ህዝቢ ትግራይ ናይ ባዕለይ ዝተዋፅኦ ከብርክት እየ ዝበለ ዝኾነ ሓይሊ ካብ ሰሜን ይምፃእ ካብ ደቡብ ይምፃእ ካብ ምዕራብ ካብ ዝኾነ ምስዚ ሓይሊ እዚ ብሰላማዊ መንገዲ ንምስራሕ ንሕና ንልገመሉ ነገር የለን። ክኾን ዘለዎ እውን ከምኡ እዩ።
ኦኬ ፋሚሊ ንሎማዓንቲ ልሓዝኹም ቪድዮታት እዚኦም ይመስሉ ነይሮም ኣብ ቀፃሊ ብልገራርምን እና ትኩሳት ቪድዮታት ሒዘልኩም ክመፅ እየ እስካዕ ሽዒቱ Peace out።